ሰላም ሰላም ከመይ ትኾኑ ክቡራት ተኸታተልቲ ኤፍቤን ስቱድዮ ንሕጂ እምበኣር ስርዓት ብልፅግና ኣብ ጉዳይ ኣዲስ ኣበባ ኣብ ከቢድ ወጥሪ ከም ዝርከብን ከምኡ'ውን ሰራዊት ትግራይ ኣብ ኲናት ሱዳን ተማሪኾም ዝብል ብዛዕባ ዝወጸ ሓዱሽ ቪድዮን ዝምልከቱ ዛዕባታት ሒዘልኩም ቀሪበ ኣለኹ። ክሳብ መወዳእታ ምሳይ ጸኒሕኩም ክትከታተሉ ብኽብሪ ይዕድመኩም። ብመጀመርታ ብጉዳይ ኣዲስ ኣበባ ክንጅምር። ጉዳይ ከተማ ኣዲስ ኣበባ ኣብ መስርሕ ሃገራዊ ምኽክር ኢትዮጵያ ቀንዲ መዛረቢ ኣጀንዳ ኮይኑ ኣሎ። ኣብ ትሕቲ እቲ ንምኽክር ዝቐረበ ሸሞንተ ቀንዲ ኣጀንዳታት ፌደራላውያን ከተማታት ዘሰፈረ ጉዳይ ኣዲስ ኣበባ ነቲ መስርሕ ዘጓተተ ቀንዲ ዛዕባ ኮይኑ ይብል ሓደ ካብቶም ኣብዚ ኣጀንዳ ዝሳተፉ ተመኻኸርቲ ንቢቢሲ ኣብ ዝሃቦ ርእይቶ። ኣብቲ ክሳብ ክልተ ሚእትን ሓምሳን ጉጅለታት ዝተሳተፉሉ ምኽሪ፣ ካብ ኩሎም ኣጀንዳታት ዝያዳ ደንጉዩ ብልዑል ፍልልይ ዝተዛዘመ እዚ ጉዳይ ኣዲስ ኣበባ ምዃኑ'ዩ እቲ ቢቢሲ ዘዘራረቦ ስሙ ክዕቀብ ዝሓተተ ተሳታፋይ ገሊጹ። እዚ ተሳታፋይ፣ እቲ ዘተ ንጸገማት ኢትዮጵያ መፍትሕን ኣበርክቶን ከምጽእ ይኽእል'ዩ ብዝብል ተስፋ'ዩ ክሳተፍ ወሲኑ። ብዘይካ እቲ ባዕሉ ዝሳተፈሉ ናይ ከተማታት ኣጀንዳ፣ ኣብ ካልኦት ኣጀንዳታት እውን ብጽቡቕ ከም ዝተኸታተለ ይገልጽ። ሰለስተ ኣጀንዳታት ልዑል ኣቓልቦ ዝሰሓቡን ብዙሕ ኣካታዕትን እኳ እንተነበሩ፣ ጉዳይ ኣዲስ ኣበባ ግን ፍሉይ እዩ ይብል። ከም ቀንዲ ኣጀንዳ ምምኽኻር መጠን፣ ኣዲስ ኣበባ ንብዙሓት ዝሰሓበት እያ ነይራ፣ ኣቓልቦ ማዕከናት ዜናን መግለጺታት ፖለቲካዊ ሰልፍታት እውን እያ ክብል ከኣ ተዛሪቡ። ቀንዲ ኣጀንዳ ናይቲ ሃገራዊ ምኽክር ጉዳይ ኣዲስ ኣበባ ጥራይ ኮይኑ ኣሎ፣ ሕጂ ሸውዓተ ኣጀንዳታት ምህላዎም እውን ዝተረስዐ ይመስለኒ ይብል እቲ ውልቀሰብ ነቲ ኩነታት ንቢቢሲ ክገልጽ እንከሎ። እቲ ዝብሎ ንኣዲስ ኣበባ ቀንዲ ማእከል ናይቲ ምምኽኻር ዝገበራ ኣካታዒ ጉዳይ ካብ ላዕሊ ዝመጸ እዩ ብዝብል ምኽንያት፣ ኣዲስ ኣበባ ርእሰ ከተማ ክልላዊ መንግስቲ ኦሮሚያ ምዃና ኣፍልጦ ዝህብ ሓሳብ ኣብቲ ናብ ሓሙሽተ ሚእቲ ጉጅለታት ዝለኣኽ ቃለ ጉባኤ ክሰፍር ምግባሩ እዩ። እዚ ሓሳብ እዚ ኣብቲ ካብ ታሕቲ ጀሚሩ ዝነበረ ምምኽኻር ከም ኣጀንዳ ዘይነበረን ዘይተዘተየሉን ምዃኑ እውን ኣረዲኡ። ኣብ መጀመርታ ኣብ ዝነበረ ዓሰርተን ሓምሳን ጉጅለታት ዘተ፣ ኣዲስ ኣበባ ናይ መን ትኹን ኣብ ዝብል ጉዳይ፣ ናይ ፌደራልዶ ትኹን ወይስ ናይ ክልል ኦሮሚያ ዝብል ኣማራጺ ሓሳብ ጎሊሑ ወጺኡ ነይሩ'ዩ። ናይ ፌደራል ትኹን ዝብሉ ተሳተፍቲ ቁጽሮም ምስ ዛየደ፣ ኣብ ኣጀንዳ ዝተፈላለየ ሓሳባት ዝደገፉ ተዛተይቲ ቁጽሮም ጠቒስካ ምጽሓፍ፣ ንበይኑ ምርጫ ናይቲ ሓሳብ ከርኢ ስለ ዘይክእል፣ ኣብቲ ሓሳብ ከይነተኩር ይገብረና ኣሎ ዝብል ተቓውሞ ስለ ዝቐረበ፣ ቁጽሪ ከይተጠቕሰ ክሕለፍ ከም ዝተገብረ'ውን ተዛሪቡ። መብዛሕትኦምን ገሊኦምን ኢልካ ምጥቃስ ከም ኣማራጺ ቀሪቡ እኳ እንተነበረ፣ እዚ'ውን ብቁጽሪ ካብ ምጥቃስ ዝተፈልየ ኣይኮነን ዝብል ተቓውሞ ስለ ዝተላዕለሉ፣ ኣማራጺ ሓደ፣ ኣማራጺ ክልተ እናተባህለ ከም ዝጥቀስ ተገይሩ። ይኹን እምበር ክሳብ ብሓምሳ ዝተጠርነፈ ጉጅለ ጉሉሕ ፍልልይ ከይተፈጥረ ኣብ ብዙሕ ጉዳያት ተሰማሚዕና ኔርና ኢና ይብል። እታ ከተማ ርእሳ ዝኸኣለት፣ ተፀዋዕነታ ንፌደራል፣ ኣብ ባይቶ ወከልቲ ህዝቢ ውክልና ዘለዋ፣ ናይ ገዛእ ርእሳ ፖሊስን ቤት ፍርድን እትቐውም፣ ብነበርቲ ኣዲስ ኣበባ ብዝተመርፀ ኣማሓዳሪ እትማሕደር፣ መናሃርያ ከተማ ፌደራል ትኹን ኣብ ዝብል መብዛሕትኡ ስምምዕ ተበፂሑ ከምዝነበረ ድማ ኣልዒሉ። ንኣብነት ኣብ ቅዋም ብዛዕባ ዝተጠቕሰ ጉዳይ ፍሉይ ረብሓ መብርሂ ክህቡ እንከለዉ፣ ኣዲስ ኣበባን ክልል ኦሮምያን ባጀተንን ጉዳይ ምምሕዳረንን ብሓባር የዳልዋ ማለት እዩ ኢሎም ምልዓሎም የዘኻኽር። እዚ ኣገላልፃ ንብዙሓት ተዛተይቲ ንምቕባሉ ዘሸግር ስለዝኾኖም ደው ከብሉ ከምዝተገብሩ ከኣ ወሲኹ ሓቢሩ። ንኮሚሽን እውን ቅሬታ ቀሪቡ እቶም ክኢላታት ካብ ሽዑ ንደሓር መብርሂ ከይህቡ ከምዝተኣገዱ ሓቢሩ። እዞም ኩነታት ነቲ ጉዳይ መጠን ብዘይብሉ ኣጋፊሕምዎ፣ ንሓሙሽተ ሚእቲ ጉጅለታት ክነቕርብ ካብ ዝነበረና ሰለስተ ኣርባዕተ መዓልታት ክንድንጒ ገይሩና ክብል ከኣ ገሊጹ። ብተወሳኺ ነዚ መድረኽ ምምኽኻር ዝመርሕ ዝነበረ ሓደ ኣቦመንበር፣ እቲ ጉዳይ ብውጥረት ዝተመልአ ብምዃኑ ሕማም ሽኮሩ ደይቡ ንክልተ መዓልታት ሆስፒታል ኣትዩ ነይሩ ይብል ነቲ ዝነበረ ኩነታት ከረድእ እንከሎ። ካብቶም ኣካታዕቲ ዝነበሩ ጉዳያት፣ ጉዳይ ዋንነት ናይታ ከተማ ብደረጃ ውልቀ ሰብ ካብ ዝለዓሉ ሓሳባት ሓሊፉ ብሰልፊ ብልጽግና እውን ከም ኣጀንዳ ዝተታሕዘ ብዘይምዃኑ ካብ ሓምሳ ጉጅለ ሓሊፉ ብዙሕ ክርክር ዝተገብረሉ ከምዘይኮነ ገሊጾም። ይኹን እምበር ካብ ክልተ ሚእትን ሓምሳን ጉጅለ ጀሚሩ ዘካትዐ ጉዳይ ርእሰ ከተማነት ኣዲስ ኣበባ ግን ንኣባላት ሰልፊ ብልጽግና ከይተረፈ ንክልተ መቒልዎም ከምዝነበረ ኣብሪሆም። ካልእ ኣብቲ መስርሕ ዝተላዕለ ጉዳይ፣ ገለ ሰበ ስልጣን ንኣዛተይቲ ብኣካልን ብቴለፎንን እናረኸቡ ጸቕጢ ናይ ምፍጣርን ኢድ ናይ ምትእትታው ሃቐነ ነይርዎም ዝብል እዩ። ነዚ ብኣብነት ክገልጾ እንከሎ፣ እቲ ዘተ እናተዛዘመ ምስ መጸ፣ ድሌትና ኣይተማለኣን ኢሎም ዝሓስቡ ኣካላት፣ ብቐንዱ ብልጽግና፣ ካብ መርገጺኡ ምንድልሃጽን ዝኣተዎ ቃል ናይ ዘይምሕላውን ኩነታት ተራእዩ ነይሩ ምዃኑ ኣፍሊጡ። በዚ ምኽንያት እዚ ገለ ፖለቲካዊ ሰልፍታት ዝተወሰኑ ኣጀንዳታት ተወንዚፎም ክጸንሑን መእረምታ ክውሰድን ብወግዒ ሕቶ ምቕራቦም ጠቒሱ። ካብዚኦም ድማ ብሄራዊ ምንቅስቓስ ኣምሓራ ማለት ኣብን ዜጋታት ኢትዮጵያ ንማሕበራዊ ፍትሒ፣ ኢዜማን፣ ከምዝርከብዎም ተዛሪቡ። ኣብን ኣብዚ ጉዳይ ንኮሚሽን ምምኽኻር ዝጸሓፎ ናይ ጥርዓን ደብዳበ ድማ ብወግዒ ተዘርጊሑ ምህላዉ ኣፍሊጡ። ብሄራዊ ምንቅስቓስ ኣምሓራ፣ ኣብን፣ ሰሉስ ኣብ ዘውጽኦ ናይ ጥርዓን ደብዳበ፣ ካብ ዘልዓሎም ጉዳያት ሓደ፣ ጉዳይ ኣዲስ ኣበባ ክኸውን እንከሎ፣ ነቲ ጉዳይ ወሳኒ ፈተና ናይቲ መስርሕ ክብል ገሊጽዎ። ኣብን፣ ብሰሉስ ሓሙሽተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ግእዝ ኣብ ዘውጽኦ ወግዓዊ ደብዳበ፣ እቲ ኣብ ጉዳይ ኣዲስ ኣበባ ዝተላዕለ ዘተ፣ ተኣማንነት ናይቲ መድረኽ ምምኽኻር ብጭቡጥ ዝፍትን፣ ዓሚዩቕ ሃገራውን ቅዋማውን ጉዳይ ኮይኑ ከም ዝረኸቦ ጠቒሶም፣ ጉዳይ ኣዲስ ኣበባ መግለጺ ሓድነት ልኡላውነትን ህዝብታት ኢትዮጵያ ምዃኑ ብሕጊ ኣፍልጦ ረኺቡ ዝጸዓነሉ ወይ ድማ ሓዱሽ ሃገራዊ ውጥረት ዝፍጠረሉ ኣጀንዳ ክኸውን ከም ዝኽእል ዘለዎ ስግኣት ገሊጾም፣ ሓደ። ሓደ ወገን ክብል ዝጠቐሶ ኣካል ኣብ ጉዳይ ኣዲስ ኣበባ ብዝተወደበ ናይ ቁፅሪ ብልጫ ንኻልእ ኣብ ዝጭፍልቐሉ ናይ ድምፂ ውድድር ከተኣናግድ የብሉን ክብል ከዓ ኣመልኪቱ። ስለዚ ኣጀንዳ ኣዲስ ኣበባ ካብዚ ንላዕሊ ንምቕፃሉ ምፍታን ነታ ሃገር ካብ ዘላቶ ፀገም ናብ ዝገደደ ውጥረት ዘእቱ ምዃኑ እቲ ዘተ ብህፁፅ ደው ክብልን እቲ ኣጀንዳ ተወንዚፉ ክፀንሕን ከዓ ኣተሓሳሲቦም። እናት ፓርቲ እውን እቲ ካልእ ስግኣቱ ዝገለፀ ተሳታፊ ምምኽኻር ዝነበረ ሰልፊ እዩ። እቲ ሰልፊ ረቡዕ ሽዱሽተ ነሓሰ ክልተ ሽሕን ዓሰርተ ሸሞንተን ዓመተ ምህረት ግእዝ ኣብ ዘውፅኦ መግለፂ ሃገራዊ ምምኽኻር ትኹረት ኣብ ዝግበረሎም ጉዳያት ነቐፊትኡ ኣቕሪቡ ኣሎ። ስለዚ እቲ ወፂኡ ዘሎ ሓበሬታ ብጣዕሚ ሰፊሕን ነዊሕን እዩ። ብዙሓት ተሳተፍቲ ናይቲ ምምኽኻር ዝኾኑ ፖለቲካውያን ውድባት ይኹኑ ማሕበራዊ ምንቅስቓስ ብጣዕሚ ቅሬትኦም እዮም ዝገልፁ ዘለዉ። እቲ ኣዲስ ኣበባ ኣካል ናይ ኦሮሚያ ክትከውን ኣለዋ ዝብል ድሕሪ እቲ ካብቲ ምምኽኻር ተታሒዙ ዝነበረ ኣጀንዳ ወፃኢ ኣብ መወዳእታ እቲ ኣጀንዳ ክኣቱ ከም ዘለዎ ዝገበረ ኣካል ዝበሃል ዘሎ ሕጂ ብልፅግና እዩ። ሰልፊ ብልፅግና ናይ ክልል ኦሮሚያ ምዃን እዩ። ምኽንያቱ ብልፅግና ካብ ትግራይ ኣለዉ፣ ካብ ኣምሓራ ኣለዉ፣ ካብ ሶማል፣ ዓፋር፣ ደቡብ፣ ኦሮሚያ ብሓፈሻ ግን እቶም ዝተወሰኑ ኣካላት ሕጂ ከም ኣጀንዳ ክቕርብ ኣለዎ ኢሎም ድሕሪ እቲ ኩሉ ነገራት ተዳልዩ ኣጀንዳ ምጅማሩ ኣብ መወዳእታ ጉዳይ ኣዲስ ኣበባ ዘቕረብዎ ኣካላት ብልፅግና ናይ ኦሮሚያ ምዃኖም እዮም። እቶም መብዛሕቶም ነዚ ዝቃወሙ ዘለዉ ከዓ በዓል ኣብን በዓል ኢዜማ በዓል እናት ፓርቲ መብዛሕቶም ኣባላት ናይዘን ሰልፍታት ተወለድቲ ደቂ ክልል ኣምሓራ እዮም። ስለዚ ኩላትና ከምንፈልጦ ኣዲስ ኣበባ ኣብዚ ሕጂ እዋን ናይ ኢትዮጵያ እያ፣ ናይ ዝኾነት ክልል ኣይኮነትን። ኩለን ክልላት ነናተን ርእሰ ከተማ፣ ነናተን ምምሕዳር ኣለወን። ኣዲስ ኣበባ ግን ካብዚኤን ኩለን ናጻ እያ፣ ናይ ፌደራል እያ፣ ንኹለን ብማዕረ ትብጻሕ ማለት እዩ ንዝኾነ ኢትዮጵያዊ። ኣዲስ ኣበባ ናይ ባዕላ ምምሕዳር፣ ናይ ባዕላ ቁጠባ፣ ናይ ባዕላ ፖሊሲ፣ ናይ ባዕላ ቤት ፍርዲ ኩሉ ናታ ናይ ባዕላ እዩ ዘለዎ ኣብዚ ሕጂ እዋን። እንተኾነ ሕጂ ግን እንታይ እዩ ዝበሃል ዘሎ? እዛ ናይ መላእ ኢትዮጵያዊ ህዝቢ ዝኾነት ኣዲስ ኣበባ ናብ ክልል ኣምሓራ ክትግዕዝ ከም ሓንቲ ኣካል ናይ ክልል ኦሮሚያ ይቕሬታ ናብ ክልል ኦሮሚያ ግዒዛ ኣካል ምምሕዳር ናይ ክልል ኦሮሚያ ኣካል ግዝኣት ናይ ክልል ኦሮሚያ ክትከውን እዩ ፀቕጥታ ዝግበር ዘሎ እዚ ከዓ ሰፊሕ ዝኾነ ፍልልይ ወይ ከዓ ኣካታዕ ዝኾነ ጉዳይ ፈጢሩ ኣሎ ኣብ ሰበስልጣን ናይ ኢትዮጵያ ኣብ ዝቕፅል መዓልታት እንታይ ዓይነት ውሳኔ ክወሃብ እቲ ውሳኔ ከ እንታይ እዩ ክፍረድ? ድሕሪ እቲ ውሳኔ ዝመጽእ ጠንቅታት ወይ ከ ሰዓቤናት ከ እንታይ ክኾኑ እዮም? ኣብ ቀጻሊ ተኸታቲልና ናባኹም ክነብሎ ኢና። ኣብ መወዳእታ ኩብራት ሰማዕትና ኣብ ማሕበራዊ ሜድያታት ትሪእዎ ከም ዘለኹም ሰራዊት ትግራይ ኣብ ሱዳን ተማሪኾም ዝብል ቪድዮታት ይዝርጋሕ ኣሎ። እዚ ቪድዮ እዚ ክሳብ ሕጂ ኦርጂናል ከም ዘይኮነ እኳ ክረጋገጽ እንተ ተኻእለ፣ መዓስ ናይ መዓስ ቪድዮ እዩ? እቶም ዝረኣዩ ሰራዊት ትግራይ ተባሂሎም ዝረኣዩኸ ብኸመይ ዝተቐናበሩ እዮም? ናይ መዓስ ቪድዮ እዩ? ኩሉ እዚ ኣብ ቀፃሊ ኣፃሪና ናባኹም ክሳብ ነብሎ ከምቲ ብተደጋጋሚ ክሕበር ዝቐነየ ግን ስርዓት ብልፅግና ድሕሪ እቲ ኣብ ሸረሪና ዝበፀሖ ስዕረት ብዙሓት ተጋሩ ገፊፉ ገሊኡ ባዕሉ ከምዝማርኾም ገሊኦም ኣብ ኲናት ሱዳን ተሸይጦም ተማሪኾም ብዝብል ናብ ሓይልታት ሕመቲ ኣሓሊፉ ከም ዝሃቦም ብሰፊሑ ክግለጽ ቀኒዩ እዚ ከጋጥም ምዃኑ እውን ሓቢርና ኔርና። ምኽንያቱ እዚ ብዙሓት ናይ ብልጽግና ጸግዒ ተመሲሎም ምስ ብልጽግና ቅርበት ዘለዎም ኣካላት ዘውጽዎ ሓበሬታታት ወይ ከኣ ምስጢራት እዩ። ጌና እውን እቲ ፊልምታት ክቕጽል እዩ። ካብዚ ንላዕሊ ካልእ ክንሪኢና። ስለዚ ኩሉኹም ተጋሩን ፈተውቲ ተጋሩን ደገፍቲ ሰራዊት ትግራይን ህዝቢ ትግራይን እዚ ብብልፅግና ዝስራሕ ዘሎ ድራማታት ምናልባት ኣብ ልዕሊ መርገፂኹም ዕላማታትኩም ዝኾነ ስምዒታት ወይ ከዓ ቅሬታታት ከይፈጥረልኩም ኣቐዲምና ክንሕብረኩም ንፈቱ። ብልፅግና ኣብ ትሕቲ ቁፅፅር ዝርከቡ ከባቢታት ትግራይ መንእሰያት ብዙሓት እናወሰደ ባዕሉ ከምዝማርኾም ብካልእ ሓይልታት ከምዝማሮ ከምዝተማርኹ ኣምሲሉ ብዙሕ ድራማታት ይሰርሕ ዘሎ። ስለዚ እዚ ፀላኢ እዚ ንህዝቢ ትግራይ ብኹሉ እዩ ዝፍትኖ ዘሎ። ኣብዚ እዋን እዚ ንቑሓትን መስተውዓልትን ክንከውን እዩ ዝግባእ። ብዙሓት ተለኣኣኽቲ ናይቲ ስርዓት እውን ድራማታት ኣብ ምስራሕ እዮም ዝርከቡ። ብዛዕባ እዚ ኣብ ቀፃሊ ብሰፊሑ ናባኹም ዘብሎ ትሕዝቶ ክህሉ እዩ። ክሳብ ሽዑ ሰሰናዩ!